ሰላም ሰላም የሕዋት ከመይ ቀኒኹም ደሓን ዶ ቀኒኹም እንቋዕ ብሰላም መጻኹም ናብ ቻናለይ እንዳበልኩ ሎማዓንቲ ድማ ብሓዳሽ ቪድዮ ተመሊሰኩም ኣለኹም ዲኮር ክንገብሮ ኢና ሳሎና ከምኡውን ዳይን ቴብል ብሓንሳብ ኮይና ዲኮር ክንገብሮ ኢና ኣነ ከምዚ ብዙሕ ዲኮር ኣይፈቱን እየ ፎኩስ ዝበለ ከምዚ እቲ ገዛ ስኮፍ ምስ በልካ ፎኪስ ወይ ድማ ሰሓቢ ዲኮር እዩ ዝፈቱ ስለዚ ፎኪስ ዲኮር ክንገብረሉ ኢና ምሳይ ክንኩም ዲኮር ግበሩ ከም ዝበልኩኹም ሓድሽ ገዛ ስለ ዝቐየርኩ ብምሉኡ ብሓንሳብ ኩና ዲኮር ክንገብሩ ኢና መገረጅኡ መንደቑ ከምኡውን ሳሎን ብምሉኡ ዳይን ቴብል ብሓንሳብ ኩና ዲኮር ክንገብሩ ኢና ተኸታተሉኒ ሓንቲ ግዜ እውን ሓንቲ ቪድዮ ሰሪሐልኩም ነይረ ገዛኹም ኣዝዩ ፎኪስ ከምዚ ኮፍ ክትብሎ እውን ጥዑም ስትረስ ዘይገብረልካ ገዛ ንክውንስ እንታይ እንታይ ክትገብራ ከም ዘለክን ቪድዮ ሰሪሐልክን ነይረ ምልስ ኢልክን ኣብቲ ናተ ዩቲብ ኣቲኽን ክትሪዮ ትኽእልያ ክን ስለዚ ሕጂ ፎኪስ ከቢድ ዘይኮነ ዲኮር ብሓንሳብ ኮይና ንግበር ናብታ ቪድዮ ክብለኩም ቅድሚዛ ቪድዮ ምጅማራ ግን መጀመርታ እንታይ ክብለኩም ደሊ ፕሊዝ ፕሊዝ ይሕዋት ፈለው ኢልኩም ኣተባብዕን ኢኹም ሳብስክራይብ ምግባር ኣይትሕመቑ ሳብስክራይብ ናትኩም ንዓይ ብጣዕሚ እዩ ዘተባብዓኒ ስለዚ ሳብስክራይብ ጌርኩም ኣተባብዕን ይሕዋት ናብታ ቪድዮ ከብለኩም እየ ተኸታተሉኒ መጀመርታ እምበኣረይ ከምዛ ትሪእዋ ዘለኹም እቲ ሳሎን ምስ ምፀኽዎ ኣብኣ ከላ ኮፍ ኮፍ እያ ኢላ ዘላ ወላ ሓንቲ ነገር ኣይገበርኩሉን ጅብ ብምልኡ መጀመርታ ኣፃራርየ ወላዊለ እቲ መንፀፍ ገለ ክናፃፅፈሉ ስለዝኾንኩ ብምሉእ ፀራርየ ወላዊለ ኣለኹ ከምኡ እንዳገበርኩ ቪድዮ ኣይቀዳሕኩዎን ምክንያቱ ከይነውሓኒ እቲ ቪድዮ ኢለ ኣብ ኩሉ ጥራይ ኣፃራርዮ ማለት እዩ ወላ ሓንቲ ምወልዋሊ ወላ ሓንቲ ክስቲ ኣይኮነን ከምኣ ገይረ ኣፃራረ ከምዚኣ ገይረ ኣለኹ ሕጂ ዲኮር ክንገብሮ ኢና መጋረጅኡ ገሊእ ክንገብረሉ ኢና ማለት እዩ ከምቲ ዝበልኩም ገዛ ቀይረኻ ናብ ዝመፅእ ስለ ዝኾንኩ እቲ መጋረጃ ክመፅእ ከለኹ ሓፃፂበ ኣፃራረ ገለመለ የምፅዮ ማለት እዩ ኣብዚ እኳ ሰቂለዮ ነይረ ግን ከርእየኩም እየ እንዳሰቀልኩዎ ስለዚ ሕጂ መጀመርታ ኣብዚ መጀመርታ መጋረጃ ክሰቅሎ ኣብዚ እኳ ሓፂበየ መፅት መጋረጃስ እንታይ ኮይኑ ዓፃፂፈዮ ገለ ስለ ዝመፃኹ ከምዚ ዕጥርጥር ኢሉ ኣውሪደ ሽዑ ካልእ ግዜ ስታሪረዮ ሽዑ ግን ትቂለ ሰቂለዮ ጥራይ ማለት እዩ ከምዚኣ ገይረ መጋረጃ ይሰቅልቅል ኣቢሉ እዮም መጋረጃ ንገዛ ብጣዕሚ እዩ ዘፀብቆ ግን ከምዚ ዝኾነ ሕብሪ ወይ መጋረጃ ገለካ ኣይትጠቀማ ሕጂ ወይ ምስቲ ሳሎን ክንዲ ዝኸይድ ድዩ ወይ ንድሕር ፃዕዳ መጋረጃ ጌርካ ፃዕዳ ናይ መትርኣስ ዝኾነ ነገር ምስኡ ማይ ዝትገብር ክትገብሩ ኣለካ ትምልካ ጥራይ ዝኾነ መገረጃ እንድሕር ጌርካ ነቲ ገዛኻ ኣየጸብቑን እዩ ማለት እዩ ስለዚ መገረጃ ክትገብራ ከለኽን ወይ ምስቲ መትርኣስ ናይ ሳሎንክን ወይ ምስቲ ሳሎንክን ዝኾነ ዝመሳሰል ክኾን ኣለዎ ብድሕሪኡ እዚአን ድማ መንደቅ ክንሰቕለን ኢና እንተ ክገብረኒ እቲ ቤትሮናተን ክህሉለን እየ ማለት እዩ ሕጂ ኣብ መንደቕ ከዓ ዝኾነ ፕሊስ ኣይንስቀል ከምዚ ፓነር ናይ ደቅና ናይ በርዝደይ ድዩ ወይ ከምዚ ብዙሕ ስእልታት ገለ ክንገብር የብልናን ውሑዳትን ፅፉፋትን ድሕር ኮይነን እየን ነቲ ገዛ ዝያዳ ግርማ ዝህቦ ማለት እዩ ኣቋሪፂያ ፅንሒዛ ድምፂ ምምላቕ ጓለይ በኽያ ተስያ ናብኣ ከይደ ፀንሒ ብዝኾነ ተመሊሶ ኣለኹም ከምዚኣ ገይረ ድማ እተን ዝበልኩም ናይ መንደቕ ስእልታት ከምዚኣ ገይረ ገይረየን ኣለኹ ከምታ ዝበልኩ ኮነ ኣብ መንደቕና ብዙሕ ስእልታት ክነብዝሕ የብልናን ሓደ እቲ ገዛ ብጣዕሚ እዩ ዝኸብደካ ከምዚ ፎኪስ ገዛ ኣይኮነን ስለዚ ውሑዳትን ከምዚ ፅቡቃትን እንድሕር ዲኮር ተጠቂምና ግን እቲ ገዛና ኩሉ ግዜ ፎኪስ እዩ ዝኸውን ማለት እዩ ቀፂልና ድማ መንፀፍ ክንገብረሉ ኢና ናይ መንደቕና ምስ ወዳእና ማለት እዩ ከምታ ዝበልኩም ሕጂ ናይ መንደቓና ኣታ ዘርኢ ክንፅናሕኩ ግልደን በቲያ ከዓ ዓባይ ስእልና ናይ መርዓና ኣላ ካልእ ዋላ ሓንቲ የብሉን ማለት እዩ ነታ ናይ ዳይን ቴብል ጥራይ ሓንቲ ዝኾነ ዲኮር ክውስኸላ ይደልየ ኣለኹ ናይ መንደቕ እምበር በቃ ይኣኽሎይ ማለት እዩ ከም ፎኪስ ውሕድ እዩ ዝፈቱ ብዙሕ ኣይፈቱን እዮም እንዳዝበልኩኹ ማለት እዩ ብዝኾነ ቀፂለ ድማ መንፀፋ ኣንፂፈሉ ኣለኹ እዚ መንፀፋ ንጥቀመሉ ዝሕፀብ እዩ ብፍላይ ቆልዑት እንድሕር ኣለውና ዝሕፀብ መንፀፍ እንድሕር ኮይኑ ፅቡቅ እዩ ማለት እዩ ብዙሓት ኣሕዋት ኣብ ገለገለ ቪድዮ ክእትዎ ከለኹ ተሓታኒ ይኽን እዛ መንፀፍሲ ካበይ ገዚእክያ ትብላኒ ይኽን እታ ድኳን ሽማ ጠፊኣትኒ ኮይና ግን ኣብ ሆም ሰንስ እውን ኣለክን ልክዕ ከምዚ ማለት እዩ ኣሎ ኣብ ሆምሰንስ ስለዚ ካብ ሆምሰንስ ክትገዝኦ ትኽእላ ኢኽን ወይ ድማ እታ ኣብ ካልጋር እንድሕር ኣለኽን ድማ እታ ድኳን ልክዕ ናይዚኣ መሸጢ ኣብ ከባቢ ኣኪያ ትርከብ ከምዚ እንዳ መጋረጃ እንዳ መንፀፍ ገለ መሸጢ እያ ማለት እዩ ኣብኡ ትረኽቡ ኢኽን ኣብ ካልጋሪ ዘለኽን ማለት እዩ ብዝኾነ እ፣ ቀፂልና ድማ ፍላወር ክንገብረሉ ኢና ነቲ ናብ ማእከል ጣውላ ነቐምጦ ማለት እዩ እዛ ፍላወር ክቕይራ እያ እዛ ፒንክ ብዙሕ ኣይፈተኽዋን ማለት እዩ እታ ሓንቲ ፍላወር ግን ብጣዕሚ ፈትያ እዚኣ ግን ብዙሕ ኣይፈተኽዋን ግን ንግዚኡ ትኾነኒ እያ ማለት እዩ ንሳሎን ናይ ማእከል ክትኮነኒ ኢለ ስል- ንግዚኡ ክገብረ እያ ዋላ ሓንቲ ማለት እዩ ብዝኾነ ከምዚኣ ገይረ ፍላወረይ ወዲኤ ድማ ኣብ ማእከል ክገብረ እያ ማለት እዩ እዚ ከምቲ ስብ ኣዳማይ ዘረኣኹኽን ካብ ቲሜ ገዚኦ እዮ ማለት እዩ እዚ ድማ ናይ መቐመጢ ነቲ ፍላወር ክኾነኒ ኢለ ርእየን ገዚኦ እዮ ብጣዕሚ ክፅብቕ መዓት እዩ ፎኪስ እዩ ከዓ ከምዚኣ ገይረ ድማ ኣብታ ማእከል ገብረላ ሽምዓ ገላ ክትገብራ ትኽእሊ ድማ ቦታ ኣለክን በቲ ሓንቲ ትገብራ ማለት እዩ ከምዚኣ ገይርና ድማ ሳሎና ወዲእና ማለት እዩ ሕጂ ጥራይ ክስታይ ክንገብረላ ኢና በታ ጫፍ ቀሊል ቀሊል ጽቡቅ ከኣ ማልቲ ፎኩስ ከምታ ዝበልኩን ኣይተካብዳ ብዙሕ ምጥቕቃ ኣይትፍተዋ ወላ ሓሓንሳእ ከኣ ከምዚ ጽቡቅ ዲኮር ንኣብነት ጎልደን ነገር ብዙሕ ጎልደን ንኣብነት ሰብ ገብር ከምዚ በቲ ሓደ ቦታ ከምዚ ርማዶ ዝመስል ኣቐሚጦን ብዙሕ እገብራ ሕጂ ሓሓንሳብ ወላ እቲ ዲኮር ቱማች እንድሕር በዚሑ ጽቡቅ ኣይከውንን እዩ ስለዚ ውሑድ ተኮይኑ እዩ ዝያዳ ጽቡቅ ዝኸውን በዚኣ ድማ ነዛ ናይ ጫፍ ሳሎና እናኸደነላ ገለ በዛ ጫፍ ክገብረ እዚ ድማ ካብ ሆም ሰንስ ገዚኦዮ ኣብ ሆም ሰንስ ኣለ ግን ማለት እዩ ከምዚኣ ገይረ ድማ በታ ጫፍ ክገብርያ ዝበዝሐ ሕጂ ኣነ ብዝጥቀመሉ ዘለኹ ፍርቁ ናይ ቲሙ ናይ ሆም ሰንስ ገለ እዩ ማለት እዩ ኣብ ሆም ሰንስ ከዓ ኣለ ግን ሙሉእ ዲኮር ድሕር ትደልያ ኩን ከይንክን ብፍላይ ኣብ ካናዳ ዘለኽን ኣብ ካልእ እንድዕሎድ የለን ግን ኣለክን ኣብ ሆም ሰንስ ብዙሕ ዲኮር ፅቡቅ ኣለክን ማለት እዩ ከምዚኣ ጌርና ድማ እዚኣ ወዲእና መትራሳ ክንገብረለይና በቲ ጫፍ ክንመለ ድማ ወዲኣ ማለት እዩ ኣብዚ ድማ ፃዕዳ ክገብረሉ ይሕጂ ምስቲ መጋረጃ ክኸደለይ ከምኡውን ፃዕዳ ከዓ ኮቦርቲኖ ገይረሉ ስለ ዘለኹ ከምዚኣ ገይረ ድማ ፃዕዳ ኣብ ማእከል ክውስኸላይ ምትራስ ማለት እዩ ወዲኣላ ማለት እዩ ሕጂ ምስቲ መጋረጃና ከደለይሊ ሕጂ ንሕር ካልእ ሕብሪ ክትጥቀም ኣለለ ከምቲ መጋረጃ ድማ ወይ ንዓ ካልእ ሕብሪ ትገብራ ወይ ከም ፀሊም ኮይነን ዘለዎ ድማ ካልእ ሕብሪ ትገብራሉ እዚ መትራስ እናተይ ሕጂ ምስኡ ዝመፀ እዩ እቲ ናቱ መትራእሲ ማለት እዩ መፀገዩ ረቀጢን ሕጂ ናቱ መትራእሲ እዚ ከምዚኣ ጌርና ድማ ሳሎና ወዲእና ማለት እዩ ኢዚ ኢዚ ኢዚ ኢዚ ነገር ጌርና ማለት እዩ ገረይክ ናይ መጠረሽ ዳኣ ኩላ ሕጂ ድማ ናብ ዳይን ቴብል ንዓናይ ዳይን ቴብል ድማ መጀመርታ ከነፀራሪ ናብዚ ውልውልውልውል ክንብሉ ኢና ፅሩይ ወልዊለ ነይረ ምስቲ ገዛ ከምዚኣ ገይረ ድማ ንዓ ድማ ዓባይ ካብታ ናይታ ዳይን ቴብል ዕብይ ትብል ድማ ካብታ ናይ ናይ ሳሎን ጣውላ ንእሽተይ ዕብይ ትብል እዚኣ ድማ ገይረ ኣለኹ እዚ ድማ ዓብ ማለት እዩ ዓባይን ንእሽተይን ሕጂ ብዚ ክልተ እንድሕር ከተቕምጣ ዘለኽን እታ ማእከለይትን ዓባይን ኣይኮንኩን ትገብራ እታ ንእሽተይን እታ ዓባይን ኢኽን ትገብራ ከምዚ ፍልልይ ክገብር እታ ማእከለይትን እዛ ዓባይን ብዙሕ ፍልልይ የብለን ወላ ክትርእን ስለዚ እታ ንእሽተይን እታ ዓባይን ድማ ከምዚኣ ጌርና ጌርና ኣለና እታ ፍላወር ድማ ክንገብረልና እዛ ፍላወር ሓቂ ዘርባ ብጣዕሚ ፈትዮ እዚ ካብ ቲሙ ዝገዛእኩ ወይ ብኣዳማይ ርእየክን ነይረ መራ ፈትዮ ውሑዳት እየን ግን ድሕር ደሊኽን ክልተ ትገዛእ ከምዚን ግን እኹል ኢኻ መራ ውሑድ ገለስ ኣይኮነን ፅቡቃት እየን ብጣዕሚ ፈትየን ማለት እዩ ከምዚኣ ጌርና ስርዕ ስርዕ ከንብለን ኢና ከምዚ ሕጂ ብዙሕ ዓይነት እታለክን ናብ ቲሙ ብሕሱር ክትረኽቦ ትኽእል ኢኻ ሕጂ ኣብ ሃምሰንስ ኣሎ ፅቡቅ ፍዮሪ ግን ብጣዕሚ ክቡር እዩ ንሰለስተ ሓባ ገለ እሳር ዓሰርተ ገለ መለ ቅርሺ ዒስራ ገለ ሸጥዎ ዕስራን ገለን ገለ ሸጥዎ ሕጂ ክልተ ሰለስተ ገዚእካስ ሓምሳ ሓምሳን ገለን ንበፅሓልካ ማለት እዩ ሕጅስ ይኸብር ስለዚ ካብ ዲሞ ከምዚ ገዚእ ግን ክትገላገላ ትኽእል ያኽን ምዃድ ፅቡቕ ከዓ እንተኾይኑ ዋላ ሓንቲ ማለት እዩ ብዝኾነ ሕጂ እዚኣ ዳይን ቴብል ብዝኾነ ካልእ ዝኾነ ኣይውስኽላን እዩ እቲ ናይ ማእከል ጨርቂ ገለ ንድሕር ደሊኽን ድማ ዝኾነ ኣጋጣሚ ኩሉ ኩሉ ክሪስማስ ድዩ ገለ ድዩ ኩሉ ኩሉ በቲ ጎኑ ስለ ንውስኸሉ ምስ ዝኸይድ ካልእ ነገር ክንገብረሉ ንኽእል ኢና ኣብ ኖርማል ግዜ ግን ከምዚኣ እኽልቲ እያ ማለት እዩ ሕጂ ኣብ ግዜ ውደ ኣመት ኣብ ግዜ ክሪስማስ ዝኾነ ሲዝን ክቕየር ከሎ ምሽ ትገብረሉ ኢኻ ዲኮ ከምኡ ክኸውን ከሎ ትውስኸሉ በብቲ ጫፍጫፉ ንንእሽተይ ከምዚ ኣብ ኖርማል ግዜ ግን ከምዚኣ ፎኳስ እኽልቲ እያ ካልእ ወላ ሓንቲ ኣድልያን እዩ ማለት እዩ ኣብ መጠረሽታ ከዓ ርያ ወዲኣ ማለት እዩ ከምዚኣ ጌርና ኣለና ዝተረፈ የለን ትብለን ዋብ ኮይና ማለት እዩ እታ ናይ ቲቪ መቐመጢት እውን ፅብቕቲ ኮይና ፈትዮ ማለት እዩ እቲ ሳሎን እውን ብቐዳማይ ቪድዮ ሰሪሐልክን ነይረ እንደ ሚኒን ይብል ነይረ ግን ኣይፀላእክዎን ደሓን ፅቡቕ ኮይኑ ማለት እዩ ሕብሪ ጥራይ ካልእ ደልየ ስለ ዝነበርኩ እምበር ፅቡቕ ኮይኑ ብጣዕሚ እያ መጠረሻ ድማ ከምዚኣ መሲላ ላረያ ፅብቕቲ ኣይኮነትን ፅብቕቲ ፈኳስ ኮይና ብጣዕሚ ፈትያ ገዛይ ብዝኾነ ናይ ሎማዓንቲ ቪድዮ ነዚኣ ነይራ ፍኹስ ፍኹስ ዝበለ ዲኮር የሒዘልክን መፅኤ ነይረ ንስኹን ከዓ ፕሊዝ ሳብስክራይብ ምግባር ኣይትሕመቐ ይኽን ዝኾነ ድሕር ዝተረኣይክን ነገር ኣሎካ ኣብ ኮመንት ፀሓፋለይክን ሳብስክራይብ ምግባር ፕሊስ ፕሊስ ኣይትሕመቓ ሳብስክራይብ ፈሎው በላኒ ይኽን ከምኡ ናብ ቲክቶክ ሕፅር ሕፅር ዝበለ ቪድዮታት ሽርብላ ኣለኹ ንዕውን ፈሎው በላኒ ፕሊስ ይሕዋት ብዝኾነ ከይወፃእ ከይወዳእኩ ከለኹ ከዓ ሳሎን ሲ ክንደይ ገዚእክዮ ገለልክም ብዙሓት ተሓታኒ ኣለኽን ከምቲ ዝበልኩኹን ኣነ ኬት ክናኡ ክትመርፃ ከለኽን ደሓን እዩ ገምጋም ስኽ ስጋብ ክልተ ሽሕን ሓሙሽተ ሚእትን ክሳብ ሰለስተ ሽሕ ኣይትስእነን ኢኽን ግን ኣነ ከምቲ ዝበልኩኽን ስለ ዝተባኣስና ተረዳዲእና ኣይኮናን ነቲ ዋጋ ሃይ ከም ዝኾኑ ገይሮሞ ምክንያቱ እቲ ዝመረፅኮ ሳሎን ናብ ገዛይ ምእታው ስለ ዝኣበየ ካልእ ክቕይር ምስ በልኩም እቲ ዋጋ ኣኽቢሮምሉ ስለዚ ፍሉጥ ዋጋ ይብሉን ከም ድሌቶም እዮም ዝቀያይሩሉ ነይሮም ሓንሳ ኣጉድልዎ ሓንሳ ኣኽብርዎ ነይሮም ስለዚ ኬት ክናኡ ግን ክትረኽባ ትኽእላ ኢኽን ግን ከምታ ዝበልኩኽን ፕሊስ እታ ቪድዮ ተመሊስክን ርኣያተን ዘይረኣኽን ኣነ እዚኣ ትሪኣ ዘለኽን ውዕል ጌርክን ግዝኣ ኢኽን ውዕል ከይገበርክን ከይትገዝኣ ኢኽን ብፍላይ ካብ እንዳ ህንዲ ትገዝኦ ማለት እዩ ስለዚ ውዕል ጌርክን ግዝኣ ብዝኾነ ነዚኣ ትመስል ነይራ እታ ቪድዮ ነተን ዋጋ ተሓታኒ ዘለኽን ክምልሰልክን ኢለ ወዲ ኣላ ገዛይ ነዚኣ ትመስል ሕጂ ንዕና ቡን ከሰይክን ከምዚ ፅሪሪሪ ክብል ከሎ ፍኹስ ዝበለ ዲኮር ክትገብረሉ ከለኻ ቡን ስተ ጥራይ ዝመፀካ ስለዚ ንዕነ ቡን ከስተይክን ቡን ቡን ቡን ከምዚ ዓይና ቡን መራይ ትወርደልካ ንዕነ ቡን ከስተይክን ብዝኾነ ምዛ ቪድዮ ይሓድገክን እንጂ ግበርኦ ብካሊእ ቪድዮ ክሳብ ዝምለሰክን ስሰናይ ንዓኽን ባይ ኣብታ ታሕትላትክን ታዕያሕክን ጥወቅ ጥወቅ ኣብላ ሕጂ ሕጂ እቶም ሳብስክራይብ ትገብሩለይ ዘለኹም ተተባብዑኒ ዘለኹም ድማ ደጊመ ደጋጊመ ብልቢ ብልቢ እየ ዘመስግነኩም ባይ